ስቕ ኣምላኽ ትፈልጥ ኣምላኽ ኣይትፈልጡ የለን ኣምላኽ ዝበሃል ዝፈልጥ የብልኩምን ብምሉእ ማለት ዘለኹም ኣምላኽ ዝፈልጥ ዝበሃል የብልኩምን በስመ አብ ወመንፈስ ቅዱስ አሐዱ አምላክ። እሺ መጀመሪያ ስም እግዚኣብሔር አምላክ ዝኸበረን ተመስገነን ይኹን ናብ ዘለ ስለ ዘብፅሓና ገፅ ኣቦታትና ስለ ዝረኣና ድማ ብድጋሚ እግዚኣብሔር ኣምላክ ዝኸበረን ተመስገነን ንዓኹም ድማ ዕድመ ይሃብኩም። እሺ እታ ናተይ ሕቶ ከምዛ ኣቦ ቀሺ ትንክፍ ኣቢልኩም ሓሊፍኩም ዝነበርኩም ብዛዕባ ናይ ቤተክርስትያን ማሽ ተዋደላ ማለት እዩ እታ ቤተክርስትያን ንሳ ተፈልያ ደኣ ክም ኢልኩም እምበር መፍለይኣ እንታይ ከም ዝኾነት ኣይተዛረብኩምን መፍለይኣ ድማ ባዕለይ ትፈልጦ እዩ ነኖ ብዛዕባ እታ ቤተክርስትያን ተዛሪብኩም መፍለይኣ እንታይ ከም ዝኾነት ኣይተዛረብኩምን እታ ቤተክርስትያን ንሳ ድማ መፍለይኣ ፅቡቅ ገለ ባዕለይ ትፈልጦ ኣገልጋሊ እየ ብውን ኣነ ንሱ ድማ ቤተክርስትያንና ኣብ ምንታይ ወዲቓ ኣላ፣ ንዓሰርተ ሰለስተ ዓመታት ምእመናን ከመይ ኢሉ ፋሕ ይብል ኣሎ፣ ኣደዳ መንፍቕና ኮይኑ ትፈልጥዎ እዩ፣ ንሕና እውን ንፈልጦ እዩ። ወላ ድኣ ብዕድመ ናእሽቲ ንኹን እምበር ኣመንቲ ኢና፣ ኦርቶዶክስ ኢና ድማ። እዚ ድማ ጉዳይ ፓትርያርክና ኣቡነ እንጠንዮስ ብዘይ ሕግን ስርዓትን ካብ መንበሮም ስለ ዝወረዱ እዩ። ምክንያቱ ቅድም ንፈልጥ ኢና ብዙሓት ኣቦታት ከም ዝኸሓዱ ግን ናቶም ክሕደት እንታይ ከም ዝኾነ ተነጊርዋ ንቤተክርስትያን ምክንያቱ ዝሓለፉ በዓል ኣርዮስ በዓል ንስጥሮስ ኩሎም ተነጊርዋ ንቤተክርስትያን ስለ ዝተነገረና ድማ ኣይንቕበሎምን ንሕና ናይዞም ኣቦ እዚኦም ግን ከይተነገረና ከሎ ብዕብጥ ይኸይድ ኣሎ ማለት እዩ እዚ ስለምንታይ

መጀመርታ ክቡራት ኣቦታት ብዛዕባ ኦርቶዶክስ ክትበፅሑን ነተን ተፈላለየን ዘለዋ ክትዓቁን ክትቀቁን ምምፃኹም እግዚኣብሔር ኣምላኽ ዝቕበሎን እግዚኣብሔር ኣምላኽ ዝፈትዎን ዝኾነልና ናይ እግዚኣብሔር ኣምላኽ ሰናይ ቅዱስ በዓል ይኹነልና። እታ ናተይ ሕቶ ብቐጥታ ኣብ ኤርትራ ንዘለዉ ሊቃውንቲ ኣቦታት ኣብ ዝተፈላለየ ዝተፈላለየ ምክንያት ብናይ እምነቶም ተጣባቕነት ከም ኩሎም ሰማዕታት ንእምነቶም ክስውኡ ወይ ከዓ ሰማዕትነት ክሓልፍ ኢሎም ኣብ ፈቐዶ ቤት ማእሰርቲ ኣለዉ። ንኣብነት ዝኣክል ኣባ ኣመሃ ንብዙሕ ዓመታት ዝተኣስሩ ኩላትና ባዕልና ንፈልጦ ማለት እዩ። ቤተ ክርስቲያን እንተ ኣብቲ ሓቀኛ እምነት ኣላ ኮይና ብዛዕባ እዞም ተኣሲሮም ዘለዉ ሊቃውንቲ ቤተ ክርስቲያን እንታይ ተራ ትገብር? ምስ መንግስቲ ወይስ ንምእሳሮም ቤተ ክርስቲያን ኢድ ኣለዋ እዩ? እዚኣታ ቀዳማይቲ ሕቶ ኮይና ካልኣይቲ ሕቶ ኣብነ ኣንጦንዮስ በምንም ተኣምር ኣይተኣሰሩን ኢልና ንዝኾነ ምእመን ኣብ ሰዓት እዚ ከነታልል ኣይንኽእልን ኢና። በምንም ተኣምር ማለት እዩ። ምክንያቱ ኣብ ምንታይ ኩነታት ኣለዉ ስለምንታይ ከ ብድሕሪኦም ካልእ ፓትርያርክ ተቐቢኦም ስለምንታይ ከ ሕጂ ካልእ ፓትርያርክ ክንቀብእ ዘይከኣልና እቲ ኩሉ ምእመን ዝፈልጦ ሓቂ እዩ። ነገር ግን ኩለን ጎረባብቲ ሃገራት ዝነበረን ጋብ ኣፅቢበን ተዓሪቐን ንብል ኣለና። ንዓሰርተ ሰለስተ ዓመት ኣብ ቤት ማእሰርቲ ተኣሲሮም ዝብል ፓትርያርክ ናይ ኢትዮጵያ ግን ኣይሰማዕናን። ንመጀመርታ ግዜ ኣብ ኦርቶዶክስ ተዋህዶ ኣብ ኤርትራ ኣቡነ ኣንጦንዮስ ንዓሰርተ ሰለስተ ዓመት ከም ዝተኣሰሩ ኩሉ ኣማኒ ንስኻትኩም ባዕልኩም ውን ትፈልጥዎ ኢኹም። ቅጽል ኣቢለ እታ ናይ መወዳእታ ሕቶ ስጋዕ እዚ ሰዓት እዚ ብፁዕ ኣቡነና ኣቦና ኣቡነ ሉቃስን ኣቡነ ቄርሎስን በቲ ዘሎ መዓርግ ትኸቡን ናይ ወለደ ክህነት ኣገልግሎት ትህቡን ኣለኹም። ብፁዕ ኣቡነ ኣንጦንዮስ ግና ከም ዝወገዙኹም ንኹሉ ትሕቲኦም ዘሎ ኣካል ከም ዝወገዙ ንፈልጥ ብሕግን ስርዓትን ናይ ቤተክርስትያን ከኣ ከምቲ ክልተ ዓይኑ ዝዓወረ ዶክተር ኦፕሬሽን ክገብር ዘይክእል ሽም ደኣሉ ዘለዎ እምበር ኦፕሬሽን ግና ክገብር ኣይክእልን እዩ ምክንያቱ ዕውር እዩ ዶክተር እዚ ስለዚ ምንም እኳ እቲ መዓርግ እንተሃለወና እንተ ተወጊዝና ግና ነቲ ናትና ውግዘት ምስ ኣቦታት ድዩ ምስ ቤተክርስትያን ተራዳዲእና ከነልዕሎ ክንዲ ንፍትን ከመይ ጌርና ሕግን ስርዓትን ቤተክርስትያን ጥሒስና ብውግዘትና ኮለና ንበተክርስትያን ነገልግላ ኣለና ጣልዮን
እሺ ድግጋም ከይኮነና እተን ክበሃላ ዝኽእላ ተባሂለን ወዲእና ኣቦና ሕፅር ኣቢሎም ክመልሱልና ናይ ኩለን

ዓመፃናን ሓጥያትናን ፀይሩ ኣብ ንእመን ዘለናዮ ነብሲ ወከፍ ብህይወት ዘንብረና ዘሎ ኣምላኽና ክብርን ምስጋናን ንዕኡ ይኹኖ። ኣብዚ ክዝረበሉ ዝፀንሐ ግን ገሊኡ ብስምዒት ገሊኡ ድማ ብመልኣኽቲ ዝመፀ ከም ምዃኑ ግሉፅ ነገር እዩ። ንሕና ናይ ብሓቂ ኦርቶዶክስ ቤተክርስትያን ኣብ ሓደ እምነት ተኾይንና ሕቶ ጽቡቕ እዩ። ሕቶና ድማ ግቡእ ክምለሶ ይኽእል እዩ። ግን መነመን ኢና ኣብዚ ዘለና ንነብስና ንመርምራ። ኩልና ኦርቶዶክሳውያን ዲና ወይስ ኣብቶም ናይ ተሓድሶ ዘለና? ኣብዚ እወ እወ እንተበልና ንእግዚኣብሔር ዝሽፈጥ ኣምላኽ ኣይኮነን እዩ። እግዚኣብሔር ኣምላኽና ልብን ኮላሊትን ዝምርምር ኣምላኽ እዩ። መጀመርያ ምትሕርራእ ክግለጸልኩም ደሊኹም ብምልኡ ይግለጽ ነይሩ እዩ እንተኾነ ግን ነቲ ክግለጽ ዝነበረ ዓቢጥካ ካልእ ሕቶ እናምጻእኻ ንቤተ ክርስትያንና ንጥፍኣትን ንሙስናን ዝዕድም ዘረባ እዚ ናይ ብሓቂ ነብስኹም ትጎድኡ እምበር ቤተ ክርስትያን እዚኣ ኣይትጉዳእን እያ ብሓደ ክልተ ሰለስተ ሰባት እትጉዳእ ኣይኮነትን እያ ክሳዕ መጨረሻ ክርስቶስ ኣብ ከውሒ ዝተሰረተት መሰረት እያ፣ ነቕ ኣይትብልን ፈቕ ኣይትብልን ኢሉ ዝሃባ እያ። ኣብ ርእሰኻ ብርእሲ ቅዱስ ጴጥሮስ ሃኒጸያ ኣለኹ ንቤተ ክርስቲያነይት ኣብቲ ጽኑዕ እምነት ዝተደልደለት ምዃና ክንርዳእ ኣለና። ንጠፍእ እንኽሕድ ዘለና መገድና ንዓሉ ዘለና ሕጊ ኣቦታትና ክነፍርስ እንጽዕር።
ምናልባት ኣብዚ ዝገበሮ እዚ መንእሰይ ሓውና ናይ ንእስነት እውን ስምዒት ዝተሓወሶ ክኸውን ይኽእል እዩ ዝዛረቦም ዝነበረ ዝሓቶም ዝነበረ ሕቶታት ግን ቁኑዓት እዮም ኣብዚ ደፊሩ ገለ ንብል ኣለና ነዚ መንእሰይ እዚ ካብቶም ኣብኡ ዝነበሩ ዋላ እቶም ካህናት መዓስኪ ዝወደይ እንታይ ኢኻ ደሊኻ መዓስኪ ኢሎም ሒዞሞ ኣይወፁን ኣየዘራረብዎን ኣየዘራርቦን እንታይ ከም ዝደለየ ክሰምዕዎ ይደለዩን ምኽንያቱ ኻኒ ነቲ ንሱ ዝሓቶ መልሲ ስለ ዘይብሎም መልሲ የብሎም። ንስኻ እቲ ዝዛረቡ ዝነበረኻ ሰሚዕና ንስኹም ቤተክርስትያን ኣይትፈልጡን ኢኹም። ጳጳሳት ተኣሲሩ ጳጳሳትና ብሕማም ተኣሲሮም ኣዴታትና እንዳበኸያ እንዳበለ እቲ ዘሎ ይገልጽ ነይሩ ማለት እዩ ኣብ መወዳእታ ኸን እሱም ቤተክርስትያን ትፈልጡን ባራዩ ናይ እሳት ይኹን ኩሎም ዋላ እታ ኣብኡ ዝነበረት እቶም ኣብኡ ዝነበሩ ናይ ህድኣት ዘረባ ከማን ኣይዛረቡን እዮም ነይሮም ኣብ መወዳእቱ ሰረክቲ ሓንቲ እወ ባርያ ኢሳያስ ኢላ ሕጂ እንታይ እዩ ንሳ ሕጂ ከም ዋላ ንቤተክርስትያን ትሕለቕ ዘላ ወይ ገለ እዩ ዝመስላ ዝኸውን። ሕጂ እንታይ እዩ ንቤተክርስትያንና ኣብ ከምዚ ደረጃ ክትወድቕ ዝገበራ መን እዩ? ኣገልገልቲ ብሰንኪ ኣገልገልቲ ቤተ ክርስቲያን ኣብ ከምዚ ደረጃ ክትወድቕ ተገይሩ። እዚ ከዓኒ ጌና ኣብ ኤርትራ ቤተ ክርስቲያንና ሽዑ ተበርቢራ ሽዑ ተደፊራ ብወተሃደራት ዕጥቅታት ዝሓዙ ናብ ቤተ ክርስቲያን ኣትዮም እዮም ሕቶ ክሓቱ ይኮነ ንክገፉ እዮም ኣትዮም ቤተ ክርስቲያን መነኮሳት ገፉ፣ ካህናት ገፉ፣ ኣገልገልቲ ገፉ። እዚ ኩላትና ንፈልጦ ኢና እቶም ኣብኡ ዘለዉ ገልገልቲ እውን ኩሉ ዝፈልጥዎ እሞ እንታይ ዳ ቤተክርስትያን ዳ ሕጂ ድያ ተደፊራ ፓትርያርክ ዝኣኽሉ ብወታደራት ክግፈፉ እንከለዉ ልብሶም ክቕንጠጥ ከሎ ሽዑ ከያ ተደፊራ ቤተክርስትያን ኣገልገልቲ ክግፈፉ እንከለዉ ቤተ ክርስቲያን ስሑኳ እያ ተደፊራ ካብ ቤተ ክርስቲያን ክድፈሩ እንከለዉ ካብ ገዳማት ክግፈፉ እንከለዉ ሽዑኳ ቤተ ክርስቲያን ተደፊራ እዚ መንእሰይ ጽባሕ ንግሆ ኮፍ ኣቢልካ ኣዘራሪብካ እዚ ትማሊ ዝገበርካዮስ ጌጋ ኢልካ ይቕሬታ ኢሉ ክምለሰሉ ክንስሓሉ ዝኽእል እዩ። ኣገልገልቲኸ መን ይምለሰና? እዚ መንእሰይ ሓውና ዝብሎ ዘሎ ብዛዕባ ናይ ሞት ናይ ምፍራም ኣገልገልቲ ዝተዛረብወን ፅባሕ ንጎ ሞት ኣሎ ገለ ኣሎ ብዘይ ምስክር ንዓድኻ ዘይምእታው ኩሉ ይኽእል እንዳበሉ ዝዛርቦ ዝነበሩ ካህናት እስኪ ነዚ ቪድዮ እዚ ክንሰምዖ ንኽእል ኢና
ክደናገሩ ከም ዘይብሎም ከም ዝፅበዩ ዘሎ ጌና ብኣጋ ከሎ እንዳኸበደ ነገር እንድሕር ከይዱ ከቢድ እዩ ድሓር ክኸብድ እዩ ሞት ኣሎ ካልእ ኣሎ ካልእ ኣሎ ማለት ዋላሲ ካልእ ብደይ ምስክርነት ንዓድኻ ደይእታውን ክህሉ ስለ ዝኽእል ነዚ ኣብ ግምት የእትዩ እቲ ህዝቢ ክጥንቀቐሉ ዘለዎ ነገር ክህሉ ኣለዎ። እዚ ከኣ ክመጽእ ምዃኑ ርዱእ እዩ። መጺኡ እዩ፣ ተኣዊጁ እዩ። ሕጂ ከኣ ብጽኑዕ ክስረሐሉን ክተሓዘሉን ከም ምዃኑ ኢና ንኣምን። ስለዚ እቲ ህዝብና ክደናገር የብሉን። ከምዚ
ክንሰምዖ ዝጸናሕና እዩ። እቲ ህዝብና ክደናገር የብሉን፣ ሞት ኣሎ ገለ ኣሎ ብዘይ ምስክርነት ንዓድኻ ዘይሞታ ኩሉ ስለ ዝኽእል ይመጽኣ ኣሎ ድሮ ከማን መጺኡ ክስርሓሉ ዩ ይስርሓሉ ኣሎ ተመልከቱ ብዛዕባ ሞት ናይ ነብሲ ብዛዕባ መንግስተ ሰማያት ብዛዕባ መንግስቲ ናይ እግዚኣብሄር ብዛዕባ ናብ እግዚኣብሄር ቤት እግዚኣብሄር ምእታው ገለ ይኮኑ ዝዛረቡ ዘለዉ ኣብዚ ሓለፈ ዝተዛረብዎ ብዛዕባ ሞት ናይ ስጋ ብዛዕባ ናብ ሃገር ምእታው ካህን ሕጂ ከምዚ እንድሕር ክዛረብ ጀሚሩ ካህን ንዓድኻሲ ብምስክር ኢኻ ትኣቱ ሬሳኻ ውን ክኣቱን ዘይክኣቱን ይኽእል እዩ ኣብ ዓድኻ ክትቅበርን ዘይክትቅበርን ትኽእል ኢኻ እዚ ውን እኮ ተገይሩ እኳ እዩ ልዕሊ ሰለስተ ሚእቲ ኣብ ባሕሪ እኮ ስኢናዮም ኢና ኣበይ ዶ ተቐቢሮም ኣለውያ ኣይተቐበሩን እኮ ሓመድ ኣዳም እኮ ብክብሪ ይለበሱ ናይ ኤርትራ ሲኖዶስ ተኸይዘላ ቤተክርስትያን ፍትሓት ገይራትሎ ኣፍሪቃውያን እዮም ብዝበሎም ብይኮነትን ከይዳ ኣብ ባሕሪ እኮ ኣሕዋትና ተሰይፎም እዮም ስለ እምነቶም ፍትሓት ተገይርሎም ሰማእታት ተባሂሎም ተጸዊዖም ድዮም? ግን ነዚ ዘለዎ ቁስሊ መሊስካ ምቕስቃስ ሕጂ እውን ኣብ ኢሮፓ ኮንካ ተመትካ ሬሳኻ ክኣቱ ዘይክኣቱ ይኽእል ኢልካ ምፍርራህ እዚ ናይ መን እዩ? እዚ ናይ ሓደ ካህን ድዩ? ሓደ ካህን ክብሎ ዝግብኦ ድዩ? ካህን ብዛዕባ ሞት ነብሲ እምበር ሞት ናይ ስጋ ክዛረብ ይግባእ? መጽሓፍ ቅዱስ ንበዓሉ ነቶም ስጋኹም ክቐትሉ ነብስኹም ግን ክቐትሉ ዘይከኣሎም ኣይትፍርሑ ዝበሎ እዚ ዳ መንእሰይ ክንርድኦ ዘለና ሓቂ ካኒ እዞም መንእሰያት እዚኣቶም ልዕሊ እቲ ኣገልጋሊ እየ ዝብል ዘሎ ሓቂ ኣለዎም። ልዕሊ እቲ ኣገልጋሊ እየ ዝብል ዘሎ ፍርሃት እግዚኣብሔር ኣሎ። እወ ኣገልገልቲ ግን ሎሚ ኣገልገልቲ ተባሂልና ሓቂ የብልናን፣ ንሓቂ ቀቢርና ንኸይድ ትብዓት የብልናን፣ ፈራሓት እወ ሓቂ እንተዝህልወና ንምንታይ ኣብ ሓቂ ዘይንቐውም ንሓቂ ፊት ንፊት ዘይንገጥማዳ ስለቶም ዝተኣስሩ መረኮሳት ዘይንዛረብ ስለቶም ዝተቐትሉ የነታ እዝራ ዘይንዛረብ ስለቶም ኣብ እስር ቤት ዝሞቱ ብጻውን እንጦንዮስ ዘይንዛረብ ግን ሓቂ የለን። እዚ ወለዶ እዚ መንእሰይ እዚ ገዲፍና እዩ ከይዱ። መምህርና እዩ ኮይኑ መምህር ናይ ፍትሒ መምህር ናይ ሓቂ መምህር ኣብ ክንዲ ውፅዓት ምዝራብ እዩ ኮይኑ ንሕና ኢና ግን ከነርእዮ ዝግባእን ዝነበረ ግምጥል እዩ ኮይኑ እዚ መንእሰይ እዚ ተመሊሱ ሲ ንዕ ናብ ሓቂ ንዕ ፍትሓውያን ኩኑ ንዕ ሓቂ መስክሩ ንዕ ሓቂ ተዛረቡ ምስ ጎኒ ኣብ ጎኒ ውፅዕ ህዝብኹም ኩኑ ይብለና ኣሎ። ንሕና ኢና ግን ክንምህሮ ዝግባኣና ነይሩ። ንሕና ኢና ግን ክነሪኦ ዝግባኣና ነይሩ። ንሕና ኣብ ክንዲ ውፅዕ እንተ ንቐውም ነርና ኣብ ክንዲ እቲ ውፅዕ ኣፍተ ንኸውን ነርና ንቤተ ክርስቲያንና ተንኽብር ነርና ኣየናይ መንእሰይ ንቤተ ክርስቲያን ሓሊፉ ክደፍር ዝኽእል ኣይኮነን ክደፍር ንቤተ ክርስቲያን ምተኸላኸለላ ነይሩ
ጴጥሮስ ንቤተ ክርስቲያን ክመርሖ ስለ ዝበለ ኣይትመርሖን ኢኻ እስኻ ኣይዲያቆን ኣይካህን ጭዋ ኢኻ እምበር እስኻ ኣይትመርሖን ኢኻ ሲኖዶስ ተኣኪብና በዚ ጉዳይ እዚ ኢና ሎሚ ንዘራረብ እንተበልና ኣቦይ ዝሃብኒ ደሞ እስኹም ክትከልኡኒ ኢሉ ማዕጾ ከፊቱ ወጺኡ። ንስኻትኩምከ ኣሕዋትና ጎተራት እንታይ ትብሉ ኢለ ሕቶ ኣቕሪበሎም። ንሳቶም ከኣ መንግስቲ ዝገበሮ እንታይ ግበሩ ትብለና እንታይ ግበሩ ትብሉና ኢሎም ቃል ሂቦም። ሲኖዶስ ካብ ሓደ ክሳብ ሽዱሽተ ገበን ኣለካ ኢሎም ባዕላቶም ከሰስቲ ንዓይ ከየቕረቡ ባዕላቶም ከሰስቲ ሕጊ ኣፍሪሶም ሲነዶስ ምስ ሊቀ ጳጳሳት፣ ሊቀ ጳጳሳት ምስ ሲነዶስ ከሎ ነዚ ሕጊ እዚ ኣፍሪሶም ባዕላቶም ገበነኛ ኢሎም ካብ ፓትርያርክ ኮይንካ ታራ ፈራሲ ክትከውን ኢሎም ትእዛዝ ይህቡ። ዓሰርተ ክልተ ዓመት ተቐሚጠ ኣብቲ ቤት ማእሰር ክልተ ካብ ፖሊስ ጸጥታ፣ ክልተ ካብ ሲኖዶስ ካህናት መጺኦም ኣብዚ ዘሎ ንብረት ክንወስድ ኢና ይብለኒ እቲ ፖሊስ ኣብዚ ንብረት እዚ ኣብዚ ገዛ የልቦን ናተይ እዩ ኣለኒ ዝበለ ሰብ ከኣ ከም ሕጊ ይኽሰሰኒ ተረቲዑ ረቲዑ ክወስድ ይኽእል እምበር ናተይ ይብለካ ኣለኹ ኣብዚ ገዛይ ዘሎ ምሳይ ዘሎ ናተይ ናይ እምበር ናይ ሰብ የብለይ እሞ ንሕና ፖሊስ እንድና ብለ ትበለ ፖሊስ ምዃንካ ማ ፈልጠካ ኣለኹ እንታይ ኢኻ ትደሊ ዘለኻ ብሓይሊ ዲኻ ብስርዓት ትብሎ ኣለኹ ኣይ ንሕና ክሸሙ ስለ ዝደለዩ እቲ ብዚ ዘሎ መሾሚ ንዕኡ ክንወስዶ ኣይ ትጋገ ኣለኻ እታ ቤተክርስትያን ኦርቶዶክስ ቤተክርስትያንሲ ህዝባ ሒዛሲ ድኻ ክትብላ በቲ ናተይ ማርሳ ከየሽየሙ ትጋገ ኣለኻ ቤተክርስትያን ኣይተነውር ህዝቢ ኤርትራ ህዝቢ ኦርቶዶክስ ውን ኣይተነውር ትጋገ ኣለኻ እታ ወዲ ኢለ ነቲ ወዲ ይቁጥዖ እሞ ንሕና ተኣዚዝና ኢና ክንወስዶ ኢና ሕራይ ኣነ ቅድሜኻ እየ ብትውልዲ ክነግረካ ዶ እወ ሓደ ከሳሲ ተኸሲሱ ይቐርብ፣ ይርታዕ፣ ኣይከፍልን'የ ይብል። ኣይከፍልን'የ እንድሕሪ ኢሉ፣ ካብ ፍርዲ ኣስፈጻሚ ፖሊስን ፍርዲ ኣስፈጻምን ሒዙ ነቲ ተረታዒ ኣገዲዱ ነቲ ረታዓይ ይህብ ይሰምዕ። ሕጂ ግን ንስኻ ብሓይሊ ዲኻ ትብል ወይ ብሓይሊ ድኣ መን ከልከለካ ውሰድ ውሰድ። በዓል ሓለፍቲ ሓለፍቲ ወያኔ ዞም ዓርሱ መርሶ ናይ እከይ ውዲት ኣብ ልቦም ጠናሶ ኣብ ጎላጉል ሰምበል መጺኡ ክሓርሶ ኣብ ጎላጉል ባድመ መጺኡ ክሓርሶ ኣብ ጎላጉል እግሪ መኸል መጺኡ ክሓርሶ ኣብ ግንባር ሰብዓን ሓደን መጺኡ ክሓርሶ ጅግና ተቐቢልካ ብሓዊ ትጠብሶ ኣክንዲ ዓሳ ባሕሪ ቡምባ ተኾልሶ ብረታዊ ተልእሶ ጀነባ ወሲድካ ኣጋባብ ተልእሶ ንሳላሳ ዓመት ምስ ኣማሳዮ ግዜ ክምልሶ እቲ ፅንዕ ህዝብኻ ኮይንካ መሰሶ ቆሎ እንዳለቐመ ምስ ተሳእነ በሶ ንዓዳ ሕጂ ሲኣኽሎ ነዚ ህዝቢ ክሓሶ ዕዳጋታት ምልኣዮ ፃዕዳ ጣፍ ነስንሶ ህንፃታት ጀምሮ ስርሓዮ ፖላሶ ዲጋታትካ መሊእሎም መትሕቲኡ ሕረሶ ይግበኦ እዩ ነዚ ህዝቢ ኤርትራ ክሓሶ። ጥራይ ዘላለማዊ ክብሪ ንስውኣትና ኤርትራ ሃገርና ንትሽዓተ ብሄራት ብማዕርነት እንዳገልገለት ትንበር ነዞም ህዝቢ እዚኦም ክፈሊ ኢሉ ብሃይማኖትን ብቐቢላን ዝሓስብ ከኣ ይቀበር ዓወት ንሓፋሽ ብድጋሜ። ብሕጂ ኢመሪካ ናይ ይቕሬታ ደብዳበ ኣእትያ ክንሓስበሉ ተባሂላ ኣብ ትጽቢት ከም ትርከብ ዘጠራጥር ኣይመስለንን። ህዝባዊ ግንባር'የ ቀርኒ ኣፍሪቃ! ንብሙሉእ ኣፍሪቃ ባዕልኻ ሽደኖም ነቶም ዲያቆናት ባዕልኻ ካህኖም መምህሮም እንዲኻ ኔርካ እታ ተሰልጥኖም እሾኽ ከይወገ- ከይወግኦም ትገዝኣሎም ሳእኖም ቁሪ ከይሃርሞም ኣራት ኪሎም ሰእተኻዮም መንበር ወኒኖም ንዓኻ ገዲፎም ምስ ካሊእ ወጊኖም ክሪኡኻ ጀሚሮም ተቐይንኖም መታን ከይትሰርሕ ክእግዱኻ ሃቂኖም ህዝቢ ኤርትራ ቀርኒ ኣፍሪቃ ሊኻ ኢኻ ሽደኖም ኣንታሎም እንደሞ መሊቕዎም ሳእኖም ከተማታት ገዲፎም ናብ ገዳም መኒኖም ስረኦም ፈቲሖም ቀሚሽ ተኸዲኖም ሕነ ናይ ዘኹሉ ሕነ ናይ ዘኹሉ ካባ ሕፍረት ክደኖም ይበሃል። ካባ ናይ ክብረትን ናይ ሕፍረትን እዩ። ካባ ሕፍረት ይከደኑ። ህዝቢ ኤርትራ ምሳኻ ዝቃለስ ጥቕኡ ትለውሶ ምሳኻ ዝበኣስ እዝጊ ተበኣሶ ንኹነታት ኣፍሪቃ ባዕልኻ ትቕልሶ ንኹነታት ዓለም እውን ባዕልኻ ትቕልሶ ሽሞም ይጽልኣኒ እዩ ሓለፍቲ እገለ በዓል ዓርሲ መርሶ ሓለፍቲ እገለ በዓል ዓርሲ መርሶ ናይ ኢተይ ውዲት ኣብ ልቦም ጠና።